ኣታ ብዝሸፈነ ንውድድር ሩት ዳሱድ ኤርትራዊ ተቐዳዳማይ መርሃዊ ቅዱስ ጽቡቕ ውጽኢት ኣመዝጊቡ ኣሎ። ሙሉእ ትሕዝትኡ ኣማኑኤል ኣልኣዛር ኣዳልይዎ ኣሎ ይስዕብ።
ኣብ ዙር ቱርኪ ብዘጋጠሞ ማህረምቲ ኢድ ኣብ ዕረፍቲ ዝጸንሐ ኤርትራዊ ተቐዳዳማይ መርሃዊ ቅዱስ፣ ኣብ ፈረንሳ ክካየድ ኣብ ዝቐነየ ሰለስተ መድረኻት ዝሸፈነን ሩት ዳሱድ ተሳቲፉ ተዓዋቲ ጻዕዳ ማልያ ማለት ንትሕቲ ዕስራን ሓሙሽተን ዓመት ዝተሓዝ ግዜ ብምዃን ኣደናቒ ዓወት ኣመዝጊቡ። ኣብቲ ዓበይቲ ተቐዳደምቲ ዓለም ዝተሳተፍዎን ኣየርላንዳዊ ተቐዳዳማይ ሳክሶ ቲንኮፍ ኒኮላስ ሮቺ ዝተዓወተሉን ውድድር መርሃዊ ቅዱስ ቀዳም ኣብ ዝተኻየደ ተሪር ዓቐብ ዝሓኾረት መድረኽ ምስቶም ስሙያት ተቐዳደምቲ ብምዃን ሓምሻይ ደረጃ ሒዙ ውድድሩ ብምፍጻሙ ንጋንትኡ ዘገረመ ውጽኢት ኣመዝጊቡ። ኣብዛ መድረኽ ኣየርላንዳዊ ሓያል ሓዃሪ ዓቐብ ኒኮላስ ሮቺ ንበይኑ ሃዲሙ ነቲ ሚእትን ሰብዓን ሽዱሽተን ነጥቢ ሸውዓተ ኪሎሜተር ብ ሓሙሽተ ሰዓትን ዓሰርተ ሸውዓተ ደቒቕን ክውዳእ እንከሎ፣ ሓሙሽተ ተቐዳደምቲ ሒዛ ኣርብዓን ሓሙሽተን ካልኢት ዶንግያ ካብ ዝመጸት ጉጅለ ድማ መርሃዊ ቅዱስ ሓምሻይ ተርታ ሒዙ ውድድሩ ፈጺሙ። ትማሊ ሰንበት ኣብ ዝተኻየደ ዛዛሚት ሳልሰይቲ መድረኽ፣ ተቐዳደምቲ ጎላጉል ዝዓብለሎ ሚእትን ሰማንያን ኪሎ ሜተር እዮም ሸፊኖም። ኢጣልያዊ ኣድርያን ማሎሪ ካብ ክለብ ሞቪስታር ዕዉት መድረኽ ድሕሪ ምዃኑ ኩሎም ተቐዳደምቲ ብተመሳሳሊ ሰዓት ሕንጻጽ ረጊጾም። መርሃዊ ቅዱስ ድማ ብተመሳሳሊ ሰዓት መበል ዓሰርተ ሓደ ደረጃ ሒዙ ውድድሩ ፈጺሙ። ብውህሉል ሰለስተ መዓልታት ዝወሰደ እዚ ውድድር፣ ኣየርላንዳዊ ኒኮላስ ሮቺ ብ ዓሰርተ ሰለስተ ሰዓትን ኣርባዕን ሸውዓተን ደቒቕን ክዕወተሉ እንከሎ፣ ካብ መስበርቲ ተመሊሱ ቀዳማይ ውድድሩ ዘካየደ መርሃዊ ቅዱስ ድማ ካብዚ ተቐዳዳማይ ሓምሳን ሓሙሽተን ካልኢት ድሒሩ ሓምሻይ ደረጃ ሒዙ ውድድሩ ፈጺሙ። መርሃዊ ቅዱስ ብ ዓሰርተ ሰለስተ ሰዓትን ኣርባዕን ሸሞንተን ደቒቕን ክልተ ካልኢትን ተሸላሚ ጻዕዳ ማልያ ብምዃን ንፈረንሳዊ ተቐዳዳማይ FDJ ኬኒ ኤሊሶንደን ኣሜሪካዊ ተቐዳዳማይ ክለብ ስካይ ኢያን ቦስወሊን ረቲዑ'ዩ ነዚ ሽልማት በቒዑ። ኣብ ዙር ቱርኪ ልዑል ትጽቢት ተገይርሉ ዝኣተወ መርሃዊ ቅዱስ ኣብታ ናይ መወዳእታ መድረኽ ወዲቑ ካብ ውድድር ምቁራጹ ዝዝከር ኮይኑ ኣብ ቀዳማይ ዓመት ናይ ፕሮፌሽናል ግዜኡ ኣብ ዙር ላንካዊ ካልኣይ ደረጃ ሒዙ ውድድሩ ብምፍጻሙ ካብ መፈለምታ ወርሒ ኣትሒዙ'ዩ ኣብ ክለብ ኤምቴን ጠመተ ከርክቦ ዝኽእል ውጽኢት ከመዝግብ ጸኒሑ።
ዝኸበርኩም ተኻታተልትና ዜናታት ውሽጢ ሃገር ኣብዚ ተዛዚሙ ኣሎ። ንዜናታት ወጻኢ ድሕሪ'ዛ ሓጻር መሰጋገሪት።